ሰላም ሰላም ክቡራት ተኸታተልቲ ከመይ ኢልኩም? ሰላም ዲኹም? ኣነ ሰላም እዩ ኣምላክ ይመስገን። ከመይ ኢኻቱም? ደህና ዲኹም? ያው ሎማዓንቲ ውዕሌ ከሪኦኩም እየ። እንግዲህ ክረምቲ ላመፀ እዩ ከም ዝትፈልጥዎ ታኽሊ ገለመለ ናይ ምትኽኻል ሰዓት እዩ። ካብኡ ግን እንታይ ድያ ሕልልቲ ሓደ ሓደ ንእሰሲ ዋ ዝኾነ ነገር ክትሰርሕ ተለኻ በቃ ዝኾነ ነገር ላሰራሕኻ ክርእካ ተሎ ዋ ኣቲ ንስኻስ እዚ ትሰርሒ ንስኺ ሃፍታም ሰበይቲ ከምዚ ትገብሪ ዋ በቃ ሓደ ሸቃሊ ክልተ ሸቃሊ ገይርኺ ዘይተኽዕቲ እዩ ከምዚ ዘይትገብሪ ንስኸስ ኣብታ ሰበይትስ ባዕልኺ ትሰርሒ ምናምን ልብለካ ንእሰ ሓቀይ ኣይ ዶንት ኬር ኣይን ሰምዒ ኢኽን ትብል ኣሽዶ ካብ ስደት መፂኻን ናስብኣይ የለና ሰበይቲ የለ ኣብዛ ገዛኸን ኣብዛ ትፈትዋኣ ናተይ ኢልኸን ዘጥርኽና ዓርስኸን ትኽእል ኣላ ትሕማቕ ፅብቕ ዝኾነት ገዛኸን ሕክቶት ክትብላ ክተስተኻኽላ ክትተኽላ ክትምድምዳ ግድን እዩ ክንሰርሕ ማለት እዩ ካብ ለመና እቶም ሓደ ሓደ ኒኦ ናይ ሶሻል ሚድያ ልልሙ ኣለዉ ሕደጉ ኣይትለምኑ ሰሪሕኹም ብልዑ ባዕልኹም ፀዓሩ ባዕልኹም ርሃፁ ኢልና ረብሪብና ረብሪብና ክንደይ ኣዋፅኡለይ ኣታተሎ ለዋፅለይ ልብልቲ መን ሽሙ ርኢኹና ዶ ኣነስ ገሪምኒ ግድን ያውፅለይ ሰሪሖም ዘይበልዑ ታይ ጉዱ ታይ መዓቱ ታይ ወሪድና ኣውፅእለይ ቅርሺ ኣዋፅእለይ ሞባይል ክገዝእ ቅርሺ ኣዋፅእለይ ከምዚ ክሰርሕ ዝበሃል ነገርሲ ሕደጉ ኢልናኩም ኣዊኹም ረብሪብና ሕደጉ ሕደጉ ሕደጉ ንብለና ስለዚ ሲ በዓልኹም ዶ ስርሑ ሕደጉ ዶ ያው ገዛ ይትርለኹም ተኽሊ ላተኻኸልኩ እየ ክረምቲ ላመፀ ካብ ጉንታይ እየ ክብለልያ ሃፍታም ይኹን ድኻ ይኹን ኩሉስ ሽኳይ ናይ ዝናይና ሊጠቀ ኣብ ስደት ከይድና ኣብ ስዑድ ዓረ ከይድና ሊጥርናዮ ሊጠቀ እንትንስ ክንደ ሃፋትም ኮይኖም ውንስ ከፈ ይብሉ ይሰርሑ እዮም ተናይ ሰብ ግን ዝኾነ ነገር ክትሰርሕ ተለኻስ ታይ ግድሽኪ ባዕልኪ ትሰርሒ ታይ ግድሽኪ ሃፍታም ሰበይቲ ሸቃሊ ዘይትገብሪ ልብለኪ እንተኮይኑስ ከይትሰምዖ ኣነ ምንም ኣይሰምዒት መረባ እዚ መሸታ ፍርቁ በቃ እዚ መንገዲ መንገዲ ፍርቁ ናብ ገዛ መእተይ ቆም ልኦም ካብ በሪ ናብ ገዛ መሸሸታ ምልኦ ስሚንቶ ገረ ትሪኦ ኣለኽን ካብኡ ግን እታ መሸሸታ ተጀሚራ ክሳብ ትውዳእ ኣይዓረፍኩ ልክዕ ከም ሰብኣየ ካብኡ ዋ ንስኻ ሃብታም ሰበይትስ ከምዚ ትገብሪ ሸቃሎ ዘይት ዋ ሸቃልስ ግድን ድዩ በይኑ ክሰርሕ ኒዎ ገዛኻ ተኾይኑ በቃ ገዛኻ ተስተኻኸል ዋላ ሸቃል ይሃሉ ዋላ ሓጋዚ ይሃሊኻ ሕኾትኾት ክትብል ክትሰርሕ ግድን እዩ በቃ ግድን ማለት እዩ ዘትሪኦ ኣለኽን ዓጎ ኩልኹ ዘይቆምልኦም ተመራ ኩሉ መንትን መሊኡ ሸታ ምስ መላእኽዎ ሰኑ ሰኑ ተኽልታት ገይሮም ካብኡ ልተረፈ ቦታታት ለ ድንች ድዩ ምሽላርሕ ድዩ ልተፈላለየ ዓይነት ተኽልታት ኸተክል እየም ትጻኪዓ ኹዒተ የኒኣኹ ማለት እዩ እናሲ ታይ ክብለል እየም ስራሕሲ ሃፍታም የድኻ ይብል እሊ ናይ ናታይ ዓይነት እንትን እዩ ካብ ስዕዲ መጺኺስ ከምዚ ሓመድ ትሕዚ ካብ ስዕዲ መጺኺ ሸቃሎ ብሸቃሎ ዘይተስርሐ ይብለካ እቲ ብዝሕ ሰብ ከምኡ ይብለካ ንዓኽን እውን ከምኡ ሃምልለክን ርግጠኛ ሚእቲ ፐርሰንት ክተኣማምን እየ ከይትሰምዓ ባህሊት እየ ከይሰምዖ ግድንስ ዘይትጠቅብ ትኹን ጥቕው ይኹን ዘይትጠቅብስ ልምታይ ዋ እስኺ ሓጋዝ ዘይትገብሪ ሰራሕተኛ ዘይትገብሪ ሸቃሊ ዘይትገብሪ ልብለክን ትኾን ከይትሰምዖም ከይትሰምዓ ማለት እዩ ብዙሕ ሰብ ይሃምለካ ዋ ኮፍ ኢልካ ዘይትበልዕ ዕረ ጨራሽ ይብለካ ዋይ እዚ ኩሉ ሓስኻስ እንታይ ገድሽኩ እዩ ድኳን ትሸጥ እንታይ ገድሽኩ እዩ በርበረት ነግዲ እንታይ ገድሽኩ እዩ ጉሸት ነግዲ እንታይ ገድሽኩ እዩ ባን ትሸጢ ኮፍ ኢልካ ዕረፍ ኢልካ ቅስን ዘይትብል ይብለካ ከዓ ዋ ኣድናኣቲኻ ማለት እዩ ዋላ ሓዝ ይትሓዝ ይሃሊኻ ኣይሃሊኻ ተዘይሰሪሕኻ ድኽነት ምፅዋዕ ድሕነት ምስ ጸውዐት ኻልኣይ ስደት እያ ኣማራጭ የለን ቅርሺ ትስእን ትይድብረካ ኻልኣይ ስደት ካብ መኣዝ እዩሞ ኻልኣይ ሳልሳይ ስደት ለበልኻ ስደትስ ሓድ ሻዕ ይኽወድ ሓድ ሻዕ ኣቲኻ ድሞ ብቃል ትሰርሖ ተብለ ተደንጊርካ ኻልኣይ ይኽወድ ካብ ክልተ ሻዕ ስደትስ ትሳልሳይ ስደትስ ምንም እዩ ለይጠቅም ዕድመኻ ኣቃጺልካ ክንዲ ዕድመ ክልተ ሻዕ ሰለስተ ሻዕ ዕድመ ክልተ ሻዕ ሰለስተ ሻዕ ስደት ምኻድ ማለት ዕድመኻ ኣቃጺልካ ሂወትካ ምብልሻይ እየ ዝሪኦ ኣነ እና ዓዲ ምስ ኣተኻን በቃ እዙይ ስኽን ትሰርሒ እንታይ ግድሽክ ቀሲንኻ ዝለለክ ዘይትበልዕ ተይልክን ከይትሰምዖም ከምኡ ናብ ድኽነት መእተይ እዩ ናብ ለመና ናብ ድራዕ ብኸምዚ ስኢነ እባ ሓግዙኒ፣ ከምዚ ስኢነ እማ ሃቡኒ ኢልኽን እሞ ካብኡ የብል ናይ ምሳልኽን ምስ ሰኣንኽን ምስ ጠፈሸክን ትገብርኦ ትሰርሕኦ ምስ ሰኣንክን ላብ ስደት እዚ ምንም ኣማራጭ ይኾነ ካብ ስደት መፂኻ ግን ግድን ትልለካ በቃ ጨፈርፈርፈርፈርፈር ኢልካ ናፍቲ ናፍቲ ናፍቲ ናፍቲ ተልካ ምንም ገንዘብ ካብ ኢድካ ኣይትፈሊ መጺኻ ኮፍ ኢልካ ጥራሕ ካብ ኢድካ ምውጻእ ጥራሕ ወጻኢ ተኾይንካ ግን ኮይንካ እዩ ኪሳራ ውርደት ካልኣይ ስደት ሳልሳይ ስደት ስደት መቃ ሓርሻ ይኽወድ ሓርሻ ከይድካ ተመሊስካ ካልኣይ ከይድካ ኩሉ ነገር ሪኢኻ ተሚርካ ተኣትሞ በቃ ሳልሳይ ራብዓይ ስደት ባሕሪ ማለት ብጣዕሚ ሽንፈት ሂወትካ ምቡልሻይ ብቃ ተዓል ምስ ማእዚና ዓድናስ ምስቲ ቤትሕሰብና ምስቶም ሕብረተሰብናስ ኣብ ጽቡቅ እያ ሕማቂስ ክንደይ ዕድመ እያ ኢና ንቅመጠላ ኢልክን ትሓስበን ኢክን ዘን ኣሕዋተይ በተለይ ካብ ዕስራ ሓሙሽተ ይላዕሊ ዕድመ ተኮይኑ ስደትስ ኣነ ምንም ዋላ ዓሰርተ ፎቃት ይሃሊ ሓሙሽተ ፎቃት ይሃልስ ምንም ትርጉም ሃምሌውሉ እየ ርእዮ ኩሉ ነገር ብቻ ዕድምካ መቃጸሊ እና ኣሕዋተይ ሐዚ ልክዕ ክረምቲ እዩ ልኣቲ ኣሎ ከምዚኣ ገይረ ገዛይ መረባይ ተኽልታት ተኺለ ዝኾነ ፋላወራታት ምናምን ካብኡ ብዙይ ልሎ ድንች ቆስጣ መስጣ ልሎ በቃ ቃርያ ገለታት ትሪያ እንዲኸን ክረምቲ ብጣዕሚ ደስ ለካ ለምለም ይኮን ካብኡ ከዓድኸም የለካ እዩ ተመሊሳ ድማ ሓጋዚ ትገብር ኢኻ ሸቃሊ ጌርካ ለለ ተገድቦ ተኾስኩሶ ንእሽተይ ሓጋዚ ማለት እዩ እስኻ እግርኻ ኢድካ የዋላውልካ ኮፍ ኢልካ ኣብዚ ግብኻ ዝኾነ ሓገዝቲ ኮፍ ኣነ ኣይመፀለይ ብዙሕ ኮፍ ኢለ ክሪኦም ኣይመፀለይ ኣብዚ ዝኾነ ሓጋዚ ገይረ ዝኾነ ሰራሕተኛታት ላሰርሑ መራባይሲ ስኡ ኢለ ኮፍ ኢለ ኢደይ እግረይ ዋላው ኢለ ክሪኦም ኣይሓስበይ ብዙሕ ኣይመፀለይ ታም ዝኾነ ስጋ ኣለኩም ስራሕ ስራሕ ኢል መጸካ ወላ ን ሰራሕተኛ ጌርካ ዶ ኣብዚ ግቢ መሸሸታ ናመልኣኹ ርኤኩም እየ ምንም ካብ ብቃ መጀመርያት ባዕለይ ጀሚርያቶ ከነኣና ዶ ስኡ ኢለ ልሰሙ ከርእዩኒ ሰው ሙያ ክርኢ ከብል እምበይ ፍርቅስ ባዕለይ እየ ዝሰርሕ ከምዚኣ ጌርካ በቃ ገዛኻ ተማቻቺ ተልምዕ እምበይ ኻልኣይ ስደት ሳልሳይ ስደት ኣብ ዓዲ መፂእኻ ተን ገንዘብ ፅልጥ ኣብልካ ፀንቂኻ ካልኣይ ስደት ሳልሳይ ስደት ገፅ ዓረብ ምርኣይ እንታይ ኮን ትብለኒ ደሞዝ ድኾን ኢደይ ብጣዕሚ ይላሕመና ከምዚ ከምዚ ይብሉ ኸዚ ብጣዕሚ ሕምኒ ኢደይ ብኢደና ክጓሓጥኹዎ ትጭንጫ ነገር ደሞዘይ ትበንደ ተቕርየኒ ዶ ትኹርየኒ ዶ እንተውፅኣኒ ዶ ሰራሕና ኢልካ ካብ ጭንቀት ኣእምሮኻ ተበላሽ ዓድኻ በቃ እታ ዓቕምኻ ኣሳሪሕኻ ዓድኻ ከምዚ ጌርካ ተማቻቺ ትነብር ትቐስን ማለት እዩ እና ናይ ዓድና ሕብረተሰብ ግን ስዑዲ ነይርካስ ሓመድ ትሕዝ ይብላኻ ጭራሽ ዋ የሰብ ግዲ ስዑዲ እኮ ሽንቲ ቤት ዓዲ ዓረብ ይልሓፀኹ ነይረ መረባ ሑሽ ብፍላሽቲ ኣረይ ብቐሲሊ ላደፋኣልና ብመኾስተር ላደዓኽና ብምኩኒሳ ልብና ካልቲ ንትግኦሖ ካሊም ካን ንሕሰስ ኢና ንሰርሕ ነይርና ሽኮይ ሓመድ ዓዱይ እዙ ፀበል ቁዱስ ልኾነ ሓመድ ንዓደይ ን ዓዲ ዓረብ ና ሽንቲበት ክንደይ ልጨናና እዞም ዕራብ እውን ላፈግፈጉ ነይረ ማለት እዩ እና ልክዕ ከምዛ ልክንኹም ምስ ኣታኽን በቃ ፀይፍይፍይፍ ተይልካ ድኽነት ንዒ ማለት እዩ እና ናይ ልማዓንቲ ውዕልና እዚ ይመስል ኩልኹም ላይክ ክበሩ ዞም ኣሕዋተይ